ሰላም ሰላም ተኸታተልቲ ናይ ቻነል ከመይ ኣለኹም ከመይ ትኾኑ ሰናይ ክትኮኑ ድማ ናይ ወትሩ ትምኒተ እዮም ኣብ ዘለኹሞ ሰላምን ቅሳነትን ድማ ይምነየልኩም ሎማዓንቲ ንእሽተይ ቪድዮ ወይ ንእሽተይ ሓሳበይ ክገልፅ ስለ ዝደለኹ እየ መፅየ ዘለኹ ንሱ ድማ ከምዚ ኣብ ሰንበት ዘጋጠመ ኣብ ከተማ በርሊን ሓንቲ ጓል ኣንስተይቲ ብበዓል ቤታ ከም ዝተቐትለት ንሱ ብጥርጣረ ተታሒዙ ከም ዘሎ ኩላትና ከም ዝረኣናዮ ይተኣማመን እየ ብዙሓት የሕዋት እውን ብዛዕባኡ ቪድዮ ሰሪሖም ኣለዉ ዝተፈላለየ ነገራት እውን ነናቶም ሓሳቦም ይገልፁ ኣለዉ እሱ ከዓ እቲ ሓሳብካ ምግላፅካ ኣዝዩ ፅቡቕ እዩ ዝነኣድን እውን እዩ ሎም መዓልቲ ግን ናብቲ ቅድሚ ናብቲ ኣርእስተይ ቅድሚ ምእታወይ ብሕቶ ክጅምራ እዮም ነፍሲ ወከፍና ካባይ ጀሚርና ማለት እዩ እቲ ግዳያት ኮይኖም ዘለዉ ክልተ ኣሕዋት እስከ ነብስናስ ኣብቲ ቦታ ናቶም ነእትዋ እንታይ ምገበርና ሽዑ ብሓቂ እንሻሎ ናይ ብሓቂ ዲፕ ኮይና ኣብቲ ንሳቶም ኣጋጢሙ ዘሎ ኩነታት ኣብቲ እቲ ደቂ ተባዕትዮ ኣብቲ ናይ ወዲ ተባዕትዮ ቦታ እቲ ኣጓል ንሴት ከዓ ኣብታ ናይቲ ኣጓል ንሴት ቦታ ኣብኡ ነእትዋ ብርግፅ እቶም ደቂ ተባዕትዮ ናይ ብሓቂ ኣእምሮና እንድሕር ብትክክል ዝሰራሓሉ ኮይኑ ክንገብሮ ይንኽእል ኢና ናይ ጓል ኣንስተይቲ ቦታ ኮይነ ክዛረብ እንድሕር ኮይነ ከዓኒ ከምኡ ዓይነት ነገራት ክህሉ እንከሎ ወይ ከምኡ ዓይነት ምልክታት ከርእያ እንከሎ ምናልባት ንኹሉ ድሕነት ንክትብል ኣብቲ ከባቢኣ ዘሎ ዝኾነ ዓይነት ብፅሕፈታት ክሕግዛ ዝኽእል ክተናዲ ምኸደት ይብል ኣነ ኣብ ቦታኣ ኮይነ ክዛርብ ከለኹ ማለት እዩ ናብቲ ምልስ ኢለ ናብቲ ቦታ ናብቲ ኣርእስተይ ክኣቱ ከለኹ እዚ ወዲ እዚ እዞም ኣሕዋትና ማለት እዩ እዚ ነገራት እዚ ዘጋጥም ደሎ ብትኽክል ጥዕና ረኺቦም ብጥዕናኦም ኣይኮኑን ዝገብርዎ ዘሎ ኢለ እየ ዝኣምን ኣብዛ ሰዓት እዚኣ ክሓስባ እንከለኹ ማለት እዩ ምክንያቱ ሓደ ሰብ እዞም ሰባት እዚኣቶም ቅድሚ ነተን ደቂ ኣንስትዮ ከምኡ ግዳይ ምግባሮም ነብሶም እዮም መጀመርታ ዝቐትልዋ ዘለዉ ምክንያቱ ሓደ ሰብ ከምኡ ክገብር እንከሎ ብዙሕ ነገራት ኣሎ ነብሱ ክከላኸለሉ ዝኽእል ክሃድም ድዩ ዝተፈላለየ ነገራት ክገብር ይኽእል ነይሩ እዚ ሰብ እዚ ግን ዝበዝሑ ሰባት ግን ይተሓዙ እዮም ዘለዉ ምክንያቱ ካብ ልቦም ወይ ከዓ ኣሚኖምሉ ነቲ ነገር ስለ ዘይገብርዎ ደለዉ ኢለ እየ ዝኣምን ኣነ እጂ ብዙሕ ግዜ ወላ እቲ ቪድዮታት ከም ዝረእኽዎ ጓል ክትቅተል የብላ ንጓል ክትቀትላ የብልካ ኣደ ደቅኻ እንዲ ኣደ ኦኬ እዚ ፅቡቅ ኣሎ ኣደ ደቁ እያ ግን ብዓብዩ ንሱ እውን ሂወቱ እዩ ዘጥፍእ ዘሎ እንድሕር ዝርዳእና ኣሎ ኮይኑ ነቶም ኣወዳት ካብ ዓሰርተ ግዜ ንስኻትኩም ከምዚኹም ኢልካ ነቲ መንእሰይ ኣክንዲ ምቑሻሽ ወይ ኣክንዲ ምጽራፍ ገለ ኣብቲ ቦታ ናይቲ መንእሰይ ኣቲና እንተ ንዘራረብ ይህን ምሂን እንተንብል ነቲ መንእሰይ ቅርብ ኢልና እንትንረኽቦ እዩ እቲ ዝበለጸ ኮይኑ ዝስማዓኒ ምክንያቱ ሓደ ሰብ ብትክክል እንዳሰርሐ እንከሎ ኣእምሮ ከምዚ ክገብር ይኽእል እዩ ኢሉ ኣይኣምንኒ ኣነ ምክንያቱ ዝሓለፈ ግዜ ሰለስተ ደቂ ኣንስትዮ ከምኡ ኮይነን ክንደይ ነገራት ተዘሪቡ ብድሕሪኡ ከዓ ሕጂ ከዓ ከምኡ ኣጋጢሙሎ ማለት እዩ ዝቅጽል ውን ከምኡ ዝብላ ደቂ ኣንስትዮ ከዓ ብዙሓት ኣለዋ ከምዚ ይገብረኒ ከምዚ ይብለኒ ከምዚ ይብለኒ ኢለን ዝዛረባ ደቂ ኣንስትዮ ኣለዋ ስቅ ኢለን እየን ድኸዳ ግን ኣይዛረባን እየን ስጋዕ መዓስ እየን ዝፅበያ ግን ኣይደኖ ክርዳእኒ ይክእልኒ ሎሚ ነብስኻ ኣድሕን ነብስኻ ኣድሕኒ ጥባሕ ንጎ ከዓ ንስድራኻ ክትከው ሎሚ ነቲ ዘለኪ ሽግር ምናልባት ተፍቅርዮ ክትኮን ትኽእሊ፣ ትፈትውዮ ክትኮን ትኽእሊ፣ ዝተፈላለየ ነገራት ክህሉ ይኽእል እዩ። ግን ሎሚ ነብስኽን ንዕኡን እንድሕር ኣድሒንኪ ጽባሕ ንጎ መሙቕ ሓዳርን መሙቕ ህይወትን ክትነብሪ ትኽእሊ ኢኻ። ኣብ ክንዲ ን- ናይ ሎሚ ነገር ክንዲ ክትዕሪ ት- ትጽዕሪ ጽባሕ ንጎ ከምዚ ምስ ኮንኩ ምስ ገደፍክዎ በቃ ከምዚ የፍቅሮ እንድየ እሞ ኣነ ከምዚ እንዳበልካ ኣብ ገዛ ተሓቢእካ ተዓቢጥካ ኮፍ ኢልካ ምኻድ እቲ ሳዕቤኑ እንዳገደደ እንዳገደደ ኣብ ዘየድሊ ነገራት እዩ ዝመፅእ ክዕረ ኣብ ዘይክእል ማለት እዩ ካልእ ኣብዚ ሰዓት እዚ ብፍላይ ብፍላይ ኣብ በዓል ዓዲ እንግሊዝ ወረቐት ደይወሰዱ ቆልዑ ሓደ ዝተፈላለዩ ቆልዑ ፅሒፎም ለይ ኣለዉ ንዓይ ከምኡ ናይ ነብሲ ቅትለት ጥራይ በቃ ሕማቅ ሕማቅ ነገራት ንክገብሩ ሰናይ ነገራት በቃ ክሓስቡ ዘይክእሉ ብፍላይ ሓደ ብሙሉ ብዝርዝር እዩ ፅሒፍለይ ከምዝን ከምዝን ከምዝን የጋጥመኒ እሞ ከምዘይ ትገብር ሕክምና ደይ ትሕከም ገለ ኢሉ እዮም ክሕከም ግን ይደሊ እዩ ሕክምና ግን ስኢኑ ዝወስዶ ሰብ ስኢኑ ምክንያቱ ዝወስዶ ሰብ ስኢኑ ደይኮነ እቲ ሕክምና የብሉ ወረቐት ስለዘይብሉ ሕክምና ተቐባልነት የብለይ እቲ ወረቐተይ ንሕክምና ንክኸይድ ገለብለኒ ስለዚ ኣብ ከባቢና ብዙሓት ሰባት ኣለዉ ተሸጊሮም ዝነብሩ ዘለዉ ሓገዝ ስኢኖም ማለት እዩ ነፍሲ ወከፍና ካባይ ጀሚርና እዚ ከም ናህና ዕዮ ጌርና ንሕሰቦ ኣብ ከባቢና ዘለዉ መንእሰያት ብፍላይ ካብቲ ዝነበሮም ባህሪ ናይ ፀወታ ድዩ ናይ ሰሓቕ ድዩ ናይ ዋዛ ድዩ ዝተፈላለየ ነገራት ክቕየረካ እንድሕር ጀሚሩ እቲ ሰብቲ ናብ ጌጋ መገዲ ይኸይድ ኣሎ ኢልካ እንድሕር ኣሚንካ ፕሊስ ብተኻለና መጠን ወላ ንፖሊስ ንሓብረሎም ከምዝን ከምዝን ነይሩ ገይሩ ዘይኮነስ ከምዝን ከምዝን ነይሩ እቲ ፖሊስ እውን ናቱ መፅናዕትታት ይገብር እዩ በርወ ወፂና መም ዘጋጠመ ወፂና ንዛረብ ብድሕሪ ጠጠው ይብል መፂና ንዛረብ ብድሕሪ ጠጠው ይብል እዚ ግን ፍትሓ ክኸውን ኣይክእልን ብፍላይ እቶም ክንዛረብ ዝግባእና ሰባት እተን ደቂ ኣንስትዮ ከምዚ ነገራት እዚ ክትሪኣ እንከለኽን ወይ ከጋጥመክን እንከሎ ወፂኽን ክትዛረባ ኣብቲ ዝምልኮት ኣካል ከይትክን ክትዛረባ ክትክእል ኣለክን ወይ ኣብ ጎንኺ እንደላ ማሕዛኺ ተካፍላ ኣድዩ ዝተፈላለየ ነገራትሲ ክንገብር ንኽእል ኢና። እቶም ደቂ ተባዕትዮ ከኣ ኹም ከምዚ ነገራት ጸቕጢ ክስምዓኩም ከሎ ኩሉ ሰብ ዝበዝሐ ሰብ እኮ እቲ ዝመጻኻዮ ግዳይ ዝኾንካሉ ካብቲ ዝመጻናዮ ካብ ገዛና ክንወጽእ እንከለና እኮ ብዙሕ ሽግራት ርኢና ኢና ወጺና ግን ክንደይ ሽግር ሪኦም ከዓ ኣብዚ ህይወቶም የዕርዮም ካልኦት ሰባት ዝተቐየሩ ሰባት ብዙሓት እዮም ግን ኩሉ ሰብ ኣይኮነን ዝኽእሎም እቶም ካልኦት ክኢሎሞ ንስኻ ክትክእሎ ኣለካ ማለት ኣይኮነን ምናልባት ክኸብተካ ክእል ንዓኻ እዚ ከዓ ርዱእ ነገር እዩ ግን እንታይ ኻ ደኣ ክትገብር ዘለካ ኣብ ከባቢኻ ደሎ ሕክምናታት ሎሚ እኮ ክፍወስ ዘይክእል ሕማም እኮ የለን ኢቭን እቲ ካንሰር ካንሰር ዝበሃል እቲ ዝኸፍአ ሕማም ብኣግኡ እንድሕር ሕክምና ከይትካ ክትሕከም ትኽእል ኢኻ ክትፍወስ ትኽእል ኢኻ ክትድሕን ትኽእል ኢኻ ንስኻ ከኣ እዚ ሎሚ ኣጋጢምካ ዘሎ ዝኾነ ነገር ናይ ስነ ኣእምሮ ጸቕጢ ዝገብረልካ ዘሎ ኖርማል ሕማም እዩ። ክትሕከም ትኽእል ኢኻ፣ ክትሓዊ ትኽእል ኢኻ፣ ከምቲ ናይ ቀደም ዝነበርካዮ ሰብ ክትከውን ትኽእል ኢኻ። ስለዚ በጃኹም ብብሰለናዮ ኩላትና ከም ናህና ዕዮ ከም ናህና ስራሕ ጌርና ንሕሰቦ። ንዓኣቶም ኣይንነጽሎም፣ ኣሕዋትና እኳ እዮም። ንእሶም እኮ ግዳዮም እኮ ድኾን ደሎ ብሓቂ ኣወዳት ኣሕዋት እንድሕር ኣለና ኮይኑ ንርኣዮ እሞ ኣብቲ ቦታ ናቶም ኮይና እሞ ንርኣዮ ዝፈትዋ ሰበይቱ ዘፍቅራ ሰበይቱ ውላዱ ንውላዱ ከይሓሰበ ከምኡ ጭካነ ዓይነት ክገብር ኣይክእልን እዩ ሰብ ፈት ይኮነን ከምኡ ዝገብር ዘሎ ንሓግዞም በብዘለናዮ ንሓግዞም ንርዳኣዮም ሕጅኹም ንበሎም ዘይፍወስ ሕማም የለን ኩሉ ግዜ ግን ፈውስና እንድሕር ሓባእ ፈውሱሲ ሓባእ ቁስሉስ ሓባእ ፈውሱ ዝበሃል ምስላ ኣሎ። ኩሉ ግዜ ሕማምና እንድሕር ወጺእና ዘይንናገረሉ ኮይና፣ ወጺእና ናብቲ ዝምልከቶ ቦታ እንድሕር ክንከይድ ዘይንኽእል ኮይና፣ መመሊሱ እዩ እንዳቆሰለ እንዳቆሰለ እንዳቆሰለ ሽዑ ኣብ ዘይትደሊ ውሳነታት ዝወስደና። ስለዚ ኩላትና በብዘለናዮ በብዓቕምና ነዚኣ እንተንሰርሓላ ኮይኑ ይስምዓኒ ኣብ ከባቢና እንተንፍትሽ መንእሰያት ብፍላይ ከምዚ ኣብ ኣዝዮም ጽምዋታት ዘለዉ ወላ ምስ ሰብኣይካ ወላ ምስ ሓዳርካ ከለካ ጽምዋ ዝስምዓካ ግዜታት ክህሉ ይኽእል እዩ እሞኒ ሓደራ እዚኣ ናይ ኩላትና ዕዮ ኮይና ስለ ተሰማዓትኒ እያ ስቕ ኢለ ክሓልፋ ስለ ዘይደለኹ እያ በቃ ብውሽጠይ ስለ ዝረበሸትኒ እየ ነዛ ቪድዮ ክሰርሓ ተገዲደ ማለት እዩ ነቶም መንእሰያት ናቱ ጉዳይ ድኾን ደሎ በጃኹም ብሌም ኣይንግበሮም ኣይነዋርዶም ኣይንጻንፎም ንሕማቕ ዝብገሱ ሰባት ኮነ ኢሎም ዝገብሩ ሰባት የለውን ማለት ኣይኮንኩን ከምኡ ዝገብሩ ሰባት እውን ኣለዉ እታ ጓል ኣንስተይቲ ንኸይትዓቢ ዳኣስርዋ ንኸይትምሃር ንኸይትምዕብል እንታይ ድበሃል ዝገብራ ደቂ ተባዕትዮ እውን ኣለዉ የለውን ማለት ኣይኮነን ግን እታ ጓል እያ እውን ኣብዚ ሕጂ እውን ነብሳ ክተድሕን ደለዋ ነብሳ ክትድሕን ናይ ግድን እዩ ነብሳን ነብሲ ደቃን ነብሲ ስድራን ክተድሕን ደለዋ ልዕሊ ኩሉ ንዕኡ ኣብ ካልእ ሕማቅ ነገራት ንኸይኣቱ ማለት እዩ እዚ ናተይ ሓሳብ እዩ ኣነ ዝተሰማዓኒ ኣብ ልበይ ስቕ ኢለ ሒዘዮ ክኸይ ስለ ዘይደልኹ እየ ነዚ ሓሳብ እዚ ኣምፅኤዮ ናትኩም ከዓ ሓሳብኩም ኣብ ታሕቲ ኮመንት ክፅበየኩም እየ በጃኻትኩም ኢደ ኢድካ ኢልና ንኣሕዋትና ነድሕኖም ክብለኩም ፈቱ ብሩኽ መዓልቲ ይግበረልና ጽቡቕ ነገራት ንሰምዓሉ ሰናይ ነገር ንሰምዓሉ ግዜ ኣምላኽ ገጹ ዝመልሰሉ ናባና ክገብረልና ድማ ናይ ወትሩ ትምኒተይን ጸሎተይን እሞ ብሩኽ መዓልቲ ይብለኩም